ሕራይ ንቐፅል ኣሱስ ቪቮ ቡክ ፊፍቲን ትበሃል ላፕቶፕ ድማ ሕጂ ክንርኢ ኢና ኣዚ ብዝሕ ዝበለ ላፕቶፕ ኢና ዘለና ብዙሕ ምርጫታት ንክህልወና ኢለ ማለት እዩ እዛ ላፕቶፕ እዚኣ ድማ ሓደ ካብተን ፈጣናት ላፕቶፕ ኮይና ኤት ጂቢ ራም ኣለዋ ዲዲኣር ፎር ዓይነት ማለት እዩ ዲዲኣር ስሪ ዲዲኣር ቱ ገለ እዚ ናይ ቀደም ኣሎ ግን ዲዲኣር ፎር ምስ ቴክኖሎጂ ዝኸድ ኣለና ማለት እዩ። ኤልጂ ቢራ ኢንክሉዝ ዝኾነ ኣለና እቲ ናታ ናይ ፋይል ናይ ምሓዝ ዓቕሚ ድማ ካብ ሚእትን ዓሰርተ ሚእትን ዒስራን ሸሞንተን ክሳብ ላዕሊ ክኸይድ ይኽእል እዩ ናይ ሶሊድ ስቴት ድራይቭ ማለት እዩ። ናይ ካልእ ዓይነት ድማ እዚ ናይ ኤችዲ ገለ ንብሎ ማለት እዩ ሃርድ ድራይቭ ካብ ሓደ ቴራባይት ሃርድ ድራይቭ ድማ ክሕሰልና ይኽእል እዩ ማለት ተወሳኺ ካልእ ድማ እዚ ሶሊድ ስቴት ሃርድ ድራይቭ ክሳብ ካብ ሓደ ቴራባይት ሳታ ክሳብ ኣርባዕተ ሽሕን ሓሙሽተ ሚእትን ሳይክል ክሕዝ ዝኽእል ዓቕሚ ናይ ክሳይ ኣለዎ ማለት ሃይብሪድ ማለት እዩ ብኽልቲኡ ክሰርሕ ዝኽእል ብሶሊስሰይድን ብኤሽድን ከምኡ ዓይነት ፓወር ክሳይ ድማ ክሕዘልና ይኽእል እዩ እቲ ናታ ስክሪን ሳይዝ ካብ ዓሰርተ ዓሰርተ ሓሙሽተ ነጥቢ ሽዱሽተ ጂቢ ፉል ኤሽዲ ታች ስክሪን ደም ዲስፕሌይ ድማ ኣለዋ ናይ ዝተፈላለዩ ዓይነት ታጂንግ ክሳይ ኣለዋ ማለት እዩ ዩኤስቢ ፖርትስ ኣለዋ እቲ ካልእ ዘደንቀካ ድማ እቲ ናይ ባትሪ ቻርጅ ቻርጂን ሲስተም ናታ ማለት እዩ ቻርጅ ክትገብር ከላ ዘለዋ ቴክኖሎጂ ክሳብ ስልሳ ሚእታዊት ኣብ ውሽጢ ኣርብዓን ትሽዓተን ደቂቅ ክትበጽሕ ትኽእል እያ ማዕረ ክንደይ ቅልጣፈ ናይ ቻርጂን ክሳብ ኣለዎ ማለት እዩ ክንሪኦ ንኽእል ኢና ካልእ እቲ ናይታ ፕሮሰሰር ዓይነት ማለት እዩ ኮርኣይ ሰቨን ኮይኑ ሽዱሽተ ሽሕን ሽዱሽተ ሚእትን ዩኒት ኣለዎ ፋስተር ፕሮሰሰር ሲፒዩ ኦፕሽን እዩ እዚ ቀሊል ነገር ኣይኮነን ናይቲ ናይቲ ሲፒዩ ስፒድ ድማ ወይ ድማ ፍጥነት ክልተ ነጥቢ ሽዱሽተ ጊጋ ሄርትስ ክበፅሕ ይኽእል ክሳብ ሰለስተ ነጥቢ ኣርባዕተ ከዓ ክውስኽ ይኽእል እዩ ማለት እዩ ቨርቹዋሊ ወይ ድማ ብውሽጢ ኮምፒውተር ክውስኽ ይኽእል እዩ ናታ ናይ ግራፊክስ ናይ ምግባር ዓቕሚ ወይ ድማ ንኤዲቲን ንገለ ክጠቕመና ዝኽእል ዓበይቲ ሶፍትዌራት ናይ ምስራሕ ዓቕሚ ድማ ኒቪዳ ጂፎርስ ኤምኤክስ ሚእትን ሓምሳን ዝተብሃለ ዝተጻዕነ ሃርድዌር ኣለዋ እዚ ኸኣ ንዓ ንልዑል ክትኸይድ ከም ትኽእል ገብራ ማለት እዩ ንሓንሳብ ኣለና ዶ ኦኬ ንቅፅል ኣለና ማለት እዩ ንቅፅል ኣለና ደል ኢንስፓይሮን ሰለስታን ሓሙሽተን ዓሰርተ ክንርኢ ኢና ንኤዲቲንግ ላ ክጠቕመና ትኽእል ላፕቶፕ እያ እዚኣ ከዓ ንቅፅል እዛ ላፕቶፕ እዚኣ ብክልተ ሚእትን ሓምሳን ሽዱሽተን ጂቢ ሶሊድ ስቴት ድራይቭ ወይ ድማ ሶሊድ ስቴት ኤችዲ ድራይቭ ናብ ዝተፈላለየ ሃይብሪድ ዝኾነ ሲስተም ዘለዋ ላፕቶፕ እያ እቲ ዳታ ናታ ሃርዴስ ክሳብ ሓደ ቴራባይት ሃርድ ድራይቭ ክሕዝ ዝኽእል እዩ ኤስኤስዲ ሮቴሽን ዘለዎ ካ ክሳብ ኣርባዕተ ሓሙሽተ ሽሕን ኣርባዕተ ሚትን ሮቴሽን ፐር ሚኒት ሳታ ዓይነት ሃርድ ዲስክ ሃርድ ድራይቭ ድማ ኣለዋ ኣርባዕተ ሽሕን ሓሙሽተ ሚትን ሳይክል ፐር ሚኒት ቅልጡፍ ዝኾነ ስፒድ ኣለዎ ማለት እዩ ናይታ ናይ ሃርድ ዲስክ እቲ ናታ ስቶሬጅ ናይ እቲ ሶሉስተይት ዘይኮነት ናይ ኤችዲ ስቴት ክሳብ ክልተ ቴራባይት ክሕዝ ይኽእል እዩ ማለት እዩ ዋላ ናይ ሶሉስተይት ድራይቭ ድማ ክሳብ ክልተ ቴራባይት ስቶሬጅ ክሕዘልና ይኽእል እዩ እቲ ናታ ስክሪን ሳይዝ ክሳብ 15.6 ኢንቺ ዝበፅሕ ምልክኣ ማለት እዩ ኣለና ዶ ኣራይት ናታ ናይ ግራፊክስ ክንርኢ ኢና ማለት እዩ ናይ ግራፊክስ ዓቕሚ ከዓ ክሳብ ንሰለስተ ነጥቢ ሓደ ጊጋሄርትስ ፕሮሰሰር ስፒድ ኣለዎ ቀሊል ኣይኮነን ዘለዎ ማለት እዩ እንድሕር ዳ ሪኢናዮ ብኢንተል ሰለሎን ዝበሃል ፕሮሰሰር እዩ ዝስራሕ ኣለና ብሓንሳብ ምሽ ግራፊክስ ሜሞሪ ክሳብ ስፒድ ክሳብ ነ ክልተ ነጥቢ ሸሞንተ ከዓ ዓቕሚ ኣለዎ ማለት እዩ ጊጋሄርዝ። ራም ኤይት ጂቢ ኣለዋ። ኦኬ ሕጂ እውን ናብ ካልእ ላፕቶፕ ክንኸይድ ኢና ኤችፒ ራይዘን ሰለስተ ሃይፈን ሰለስተ ሽሕን ክልተ ሚእትን እዩ ዝብል ማለት እዩ። እንታይ ኢለኩም ኤች ፕራይዘን ሰለሳ ሃይፈን ሰለሳ ሺሕን ክልተ ሚእትን እዩ እዚኣ ከዓ ልክዓንቲ እየን ዝሓለፋ ናታ ስፔሲፊኬሽን ሞዴል ክንርኢ ኢና ራም ኤት ጂቢ ክሳብ ሸሞንተ ጂቢ ኣለካ ናታ ካፓሲቲ ናይ ራም ማለት እዩ ናይቲ ናይቲ ባትሪ ዓቕሚ ናይ ቻርጅ ምግባር ከዓኒ ክሳብ ሓምሳ ሚእታዊት ኣብ ውሽጢ ኣርባን ሓምሳን ደቂቕ ክትበፅሕ ትኽእል እያ

ግራፊክ ቺፕ ወይ ድማ ናይ ፕሮሰሰር ከዓ ኤምዲ ዓይነት ፕሮሰሰር ኣለዎ ቲኤም ሰለስተ ሰለስተ ሽሕን ክልተ ሚእትን እዩ ዝብል ኣሎ ማለት ድዋል ኮር እዩ ክልተ ድዋል ኮር ማለት እዩ ክልተ ነጥቢ ሽዱሽተ ጊጋ ሄርተስ ዓቕሚ ኣለዎ ቤዝ ክሎክ ክሳብ ሰለስተ ነጥቢ ሓሙሽተ ከዓ ክውስኸልና ይኽእል እዩ ማለት እዩ። እዚ እዚ ብራንድ እዚ ናይ ኤችፒ እዩ ዓሰርተ ከምዚ ዝበልክኹም ዓሰርተ ሓምሳ ነጥቢ ሽዱሽተ ኢንች ስክሪን ሳይዝ ኣለዎ ዲያጎናል ዲያቀን ኩሉ ግዜ ዊንዶውስ ቴን ተጣዒና እያ ትመፅእ ግራፊክስ ፕሮሰሰር ድማ ኤኤምዲ ራዲዮን ቬጋ ስለ ዝበሃል ኣቕሚ ኣለዎ ማለት እዩ ካልእ ንቐጸል ኣሱስ ክሮምቡክ ዲታቸብል ሲኤም ስሪ ትበሃል ላፕቶፕ ድማ ክንርኢ ኢና ማለት እዩ። ሕራይ ሰናይ ናይ ምክታል ግዜ ሃርድ ድራይቭ ክሳብ 64 ጂቢ ኤምኤምሲ ዝበሃል ስቶሬጅ ኣለዋ። ራም ክሳብ ኣርባዕተ ጂቢ ዝበጽሕ ዓቕሚ ኣለዎ ማለት እዩ። ኤልፒዲ ዲዲኣር ፎር ኤክስ ዓይነት ማለት እዩ። ባትሪ ክሳብ ዓሰርተ ክልተ ሰዓት ክጸንሓልና ትኽእል። ኣብ ኣርባዓን ሓሙሽተን ዋት እዩ ቻርጅ ዝገብር ኣዝዩ ውሑድ ዝኾነ ቻርጅ እዩ ዝወስደልና ማለት እዩ። ፕሮሰሰር ስፒድ ክሳብ ክልተ ጊጋሄርትስ ዓቕሚ ኣለዎ።

ኣርማሊ ጄ ሰብዓን ክልተን ኤምፒ ስሪ ዝብል ዓይነት ኣለዎ ማለት እዩ ሲፒ ሞዴል ድማ ሜድያ ቴክ ኤምቲ ኤት ሚእትን ሰማንያን ሰለስተን ማለት እዩ ኤምቲ ሸሞንተ ሚእትን ሰማንያን ሰለስተን እውን ብእንግሊሽ ቁርብ ገብረልኩም ፀኒሐ ሰበርቲ እዩ ስክሪን ሳይዝ ዓሰርተ ነጥቢ ሓሙሽተ ኢንች ማለት እዩ ናብ ዝኾነ ቦታ ሒዝካዮ ትኸይድ ትቐለልካ ገጃፍ ኣይኮነትን ፅቡቕ ነገሩ ብራንድ ኣሶስያ ተሰሪሓ እናታ ዓይነት ከኣ ክሮምቡክ ትበሃል ማለት እዩ። ዲታቻብል ማለት ከኣ ከም ታብለት ክትጥቀመላ ትኽእል ማለት እዩ። ከም ታብለት እቲ ስክሪን ይኣቱ ይወጽእ ኣብ ድሌትካ ቦታ ሒዝካዮ ክትኸይድ ትኽእል ኢኻ። ኖት ክትሕዘላ ትኽእል ኢኻ ንትምህርቲ ንገለ ሕጂ እዚኣ ማራ ትጠቕመና ማለት እዩ። ካልእ ንቐጽል ሌኔቮ ኣይድያ ፓድ ስሪ ትበሃል ማለት እዩ። እዚኣ ከኣ ንግራፊክ ዲዛይን ገለ ኣዝያ ማራ ትጠቕመና ማለት እዩ። ንስሪዲ ዲዛይን ገለ ንብዙሕ ዓይነት ዓበይቲ ናይ ቴክኖሎጂ ስራሓት ክዓ ክትሕግዘና ትክእል እያ ማለት እዩ። ናታ ሃርድ ዲስክ ዓይነት ድማ SSD ወይ ድማ SSHD ዓይነት ኣለና። እንዳቀፀልና በብሓደ ክንሪኦ ኢና ማለት እዩ። ናታ ራም ኤይት ጂቢ ራም ኣለዋ ማለት እዩ። ዋይፋይ ኩሉ ዓይነት ዋይፋይ ኣብዚ ግዜ እዚ ሰፖርት ትገብረልና እያ። ቀሊል ክስ ኣይኮነን ዘለዋ ዓሰርተ ኣርባዕተ ኢንች ድማ ስክሪን ክሳይ ኣለዋ ስክሪን ሳይዝ ዲያጎናል ክዕቀ እንከሎ ማለት እዩ ባትሪ ላይፍ ክሳብ ልዕሊ ሸሞንተ ሰዓት ክፀንሓልና ይኽእል እዩ ማለት እዩ ኩሉ ዳሰራሕና ናይቲ ግራፊክስ ዓይነት ወይ ድማ ፕሮሰስ ዓይነት ድማ ኤኤምዲ ራዲየን ዝበሃል ቬጋ ኤይት ሲፒዩ ዓይነት ኣለና እቲ ናይ ሓንጎል ማለት እዩ ናይ ሓንጎል ዝቆፃፀር ቀንዲ ሲፒዩ ኤኤምዲ ራዲየን ቬጋ ኤይት ዝበሃል ቴክኖሎጂ ኣለና ኩለን ሕጽር ኣቢለ ክገልጸልኩም እየ ናታ ካምፓኒ ስማ ሌኔቮ እዩ እተ ናታ ብራንድ ማለት እዩ ሃርዲስክ ሳይዝ ክልተ ሚእትን ሓምሳን ሽዱሽተን ጂቢ ስክሪን ሳይዝ ዓሰርተ ኣርባዕተ ኢንች እቲ ናታ ንኡስ ወለዶ ወይ ድማ እቲ ናታ ፋሚሊ ወይ ድማ ስድራ ቤት ናታ ድማ ኣይዲያ ፓድ ስሪ ፎርቲን ትበሃል ሲፒዩ ሞዴል ድማ ራይዘን ፋይፍ ወይ ድማ ናይቲ ናይ ሲፒዩ ዓይነት ቴክኖሎጂ ድማ ራይዘን ፋይፍ ዝበሃል ሰለስተ ሽሕን ሓሙሽተ ሚእትን እዩ ኣለና ማለት እዩ ኦፕሬቲንግ ሲስተም ከዓ ዊንዶውስ ቴን እያ ተፃዒና ትመፀና ራም ከም ዝበልኩም ድማ ሸሞንተ ጂቢ ኣለና እዘን ሎማዓንቲ ክንሪኤን ዝወዓልና ላፕቶፓት ብኸመይ መንገዲ ብሕሱር ትሕቲ ሓሙሽተ ሚእቲ ዶላር ክንረኽበን ንኽእል ነዚ ዝተፈላለየ ተደሊና ኣማዞን ገለ ኣብ ኩሉ ክንረክበን ሕሊና እዚኤን ላብቶብ እዚኤን ሰናይ ጽን ኢልኩም ስለ ዝተከታተልኩም ድማ ኣዝየ የመስግነኩም ብሩክ ናይ ሰንበት ናይ ምዝንጋዕ ምስ ስድራቤት ይግበረልና ባይ ባይ።